ሰላም ናይ ዩቲዩብ ተኸታተልቲ ከመይ ትኾኑ? ኣነ ደሓን እየ ፈጣሪ ይመስገን። ንስኻትኩም እውን ኣብ ዘለኹሞ ፅቡቕ ንክትኮኑ እንዳተመነኹ ሎማዓንቲ ሒዘልኩም መፅየ ዘለኹ ኣርእስቲ ከፋልጠኩም። ናይ ሎማዓንቲ ኣርእስተይ ብነብሶም ዝተኣማመኑ ሰባት ከምዚኦም ዓይነት ጌጋታት ኣይፍፅሙን እዮም ዝብል እዩ። ሓደ ሰብ ብነብሱ እንድሕር ዝተኣማመን ኮይኑ እዞም ዝጠቕሰልኩም ጌጋታት ኣይፍፅምን እዩ። ወይ ኮላይ እዞም ጌጋታት እዚኣቶም ክትርእዩ ከለኹም ብነብስኹም ዘለኩም ናይ ምትእምማን ደረጃ ቼክ ክትገብሩ ዝጠቕምኹም እዮም። ንዓይ ብጣዕሚ ዝጠቐሙኒ ነገራት እዮም። ናይ ባዕለይ ብነብሰይ ዘለኒ ናይ ምትእምማን ደረጃ ክውስኸሉ ከም ዘለኒ ውሑድ ከም ዝኾነ ንኽፈልጥ ዝገበሩኒ ጽሑፋት እዮም። ከንብቦም ከለኹ እንዳሓደሱኒ፣ ኣእምሮይ ንኽሰፍሕ፣ ውሽጠይ ቼክ ንኽገብር፣ ንኽእረም፣ ስለ ዝጠቐሙኒ ተመሊሰ ከኣ ንዓኻትኩም ሒዘልኩም መጼ ኣለኹ ማለት እዩ። እዞም ሽዱሽተ ብነብሶም ዝተኣማመኑ ሰባት ዘይፍጽምዎም ጌጋታት ሓደ ብሓደ ከቕርበልኩም እየ። ምሳኹም ዝጸንሕ ጸሃየ እየ። ሓቢርኩም ስጋዕ መጨረሻ ምሳይ ንኽትጸንሑ ኣቐዲመ ብኽብሪ እዕድም። ብቐዳማይ ደረጃ ተቐሚጡ ዘሎ ብነብሶም ዝተኣማመኑ ሰባት ዘይፍጽምዎም ጌጋታት ካብ ዝብል ነገር እንታይ እዩ መልሲ ዘይምሃብ። ብነብሱ ዘይተኣማመን ሰብ መልሲ ኣይህብን እዩ። ኣብ ውሽጡ ብዙሕ ነገራት ክዛረቦ ዝደሊ ክብሎ ዝደሊ ብዙሕ ነገር እንዳሃለወ ናተይ ዘረባ ዋጋ የብሉን ኢሉ ይሓስብ ወይ ኮላይ መብዛሕትኡ ሰብ እንታይ እዩ ዝሓስብ ዘሎ ነቲ መብዛሕትኡ ሰብ ዝሓሰቦ ሓሳብ ክብሎ ዝደሊ ሓሳብ ምስቲ መብዛሕትኡ ሰብ እዩ ዝመሳሰል ብነብሱ ዘይተኣማመን ሰብ ብነብሱ ዝተኣማመን ሰብ ግን ክቃወም ከሎ ይቃወም ዋላ መብዛሕትኡ ሰብ ዝደለየ ይበሎ ተደልዩ ይቃወም ኣብ ውሽጡ ዝተሰምዖ ሓሳብ ይኹን ዝኾነ ርእይቶ ክገልጽ ኣይፈርሕን እዩ ብነብሱ ዝተኣማመን ሰብ ስለዚ ብነብሱ ዝተኣማመን ሰብ መልሲ ናይ ዘምሃብ ጌጋ ኣይፈጽምን እዩ መልሲ ይህብ እዩ ናቱ ሓሳብ ረብሓ ከምዘለዎ ይፈልጥ ሓሳበይ ክገልጽ ሓሳበይ ከቕርበልኩም ይብል። ካልኣይ ብነብሱ ዝተኣማመን ሰብ ዘይፍጽሞ ጌጋ እንታይ እዩ ጸገማትን ሽግራትን ኣግዚፍካ ምምልካት። ኣነ ዝኾነ ከምዚ ዓይነት ጸገም ነይርኒ ዝኾነ ጸገም ከጋጥመኒ ከሎ ኣዕበይ ስለ ዝሪኦ ይስንብድ ነይረ ማለት እዩ። ስለዚ ክንስንብድ ከለና ከዓ ጸገማት ክንፈትሕ ኣይንኽእልን ኢና። ጸገም ኩሉ ግዜ ኣብ ህይወትና የጋጥመና እዩ። ኣብ ዕለታዊ መነባብሮና ጸገማት ከጋጥሙና ይኽእሉ እዮም። ብነብሱ ዝተኣማመን ሰብ ጸገማት ከጋጥምዎ ከለዉ ኣግጂፉ ኣይምልከትን እዩ። ስለዚ ክፈትሖም ከም ዝኽእል፣ ደረጃ ብደረጃ ቀስ እንዳበለ ክፈትሖም ከም ዝኽእል ይኣምን እዩ። ብነብሱ ዘይተኣማመን ሰብ ግን እንታይ እዩ ዝኸውን ማለት እዩ? ጸገማት ከጋጥምዎ ከለዉ ኣግጂፉ ስለ ዝምልከቶም ምምላጥ እዩ ዝሓስብ። ካብ ምፍታሕ ምምላጥ ከም ኣማራፂ ገይሩ ክወስዶ ይኽእል ማለት እዩ። ወይ ኮላይ ሎሚ ክፈትሖ እየ ፅባሕ ክፈትሖ እየ እንዳበለ ምስ ፀገም ተሰማሚዑ ተለማሚዱ ንዓመታት ይነብር። ስለዚ ብነብሱ ዝተኣማመን ሰብ ፀገማት ኣግጂፉ ኣይምልከትን እዩ። ኣዕብዩ ኣይምልከትን እዩ። እንድሕር ዓቢና ተመልኪትናዮም ናብ ምስንባድ ስለንኣቱ ከምዚ ዓይነት ጌጋ ኣይፍጽምን እዩ ብነብሱ ዝተኣማመን ሰብ ማለት እዩ። ሳልሳይ ብነብሶም ዝተኣማመኑ ሰባት ዘይፍጽምዎ ጌጋ እንታይ እዩ ምፍኹኻር ወይ ኮላይ ምውድዳር እንድሕር ንፋኻኸር ንዋዳደር እንድሕር ኮይና ካብ ናይ ሂወትና መስመር እንዳወጻና ኢና ንኸይድ ምስ ሰባት ንዋዳደር እንድሕር ኮይና ማለት እዩ ምስ ሰባት ንፋኻኸር እንድሕር ኮይና ካብ ናይ ትኽክለኛ ናይ ሂወትና መስመር ዓላማይ ንብሎ ነገር ንወጽእ ቀስ እንዳበልና ማለት እዩ። ምኽንያቱ እንታይ ኢና ንገብር? መተዓቢተይ፣ መሳርሕተይ፣ ጎረቤተይ እንታይ ይገብር ኣሎ ኢና ንብል። ናተይ ዓላማ እንታይ ነይሩ ዘይኮነሲ እንታይ ተኸዲኑ እንታይ ገይሩ ኣብ ከመይ ዓይነት ህይወት እዩ ዘሎ ምባል ንጅምር። ምናልባት እቲ መሳርሕትና፣ መተዓቢትና፣ ጎረቤትና ካባና ብዝኾነ ነገር ክበልፅ ይኽእል እዩ። ንዓና ዘይብልና ነገር እቲ ሰብቲ ክህልዎ ይኽእል እዩ። ሽዑ እንታይ ኢና ምዃን ንጅምር? ብባዕልና ምሕዛን ንጅምር። ኣነ ዘይረብሕ ሰብ እየ ምባል ንጅምር። ብናብሱ ዝተኣማመን ሰብ ግን ምስ ባዕሉ ምስ ዓላምኡ እዩ ዝወዳደር። ትማሊ እንታይ ነይረ፣ ሎማዓንቲ ኣብ ከመይ ደረጃ ኣለኹ፣ ጽባሕ'ኸ ኣበይ ክበጽሕ ኣለኒ እንዳበለ ቀስ እንዳበለ ዕቤትን ምምሕያሽን እዩ ዝገብር። እምበር ምስ ሰብ እንዳተወዳደረ ነብሱ ኣይጸልእን እዩ። ብዛዕብኡ ብባዕሉ ኣይሓዝንን እዩ። እዚ መብዛሕትኡ ግዜ እንድሕር ርኢኹም ምስ ሰባት ዝወዳደሩ ሰባት ምስ ሰባት ዝፎኻኸሩ ሰባት ብባዕሎም እንዳሓዘኑ እዩ ዝመፁ ዘለዎም ፀጋ ኣብ ባዕሎም ዘሎ ፀጋ ኣይምልከቱን እዮም ኣባይ ዘሎ ፀጋ ኣብቲ ካልእ ሰብ የለን እንድሕር ይወዳደር ኮይነ ግን ይፎኻኸር እንድሕር ኮይነ ግን ናተይ ፀጋ ኣይርእን እየ ኣብቲ ሓደ ዘሎ ፅቡቕ ነገር ጥራሕ እየ ዝርኢ ስለዚ ብነብሶም ዝተኣማመኑ ሰባት ከምዚ ዓይነት ጌጋ ኣይፍጽሙን እዮም። መብዛሕትኡ ሰብ ኣብዚ ሕጂ ግዜ ኣብ ዘይረብሕ ውድድር፣ ኣብ ዘይረብሕ ፉኽክር እዩ ዘሎ። ብኸምኡ ምኽንያት ከኣ ብባዕሉ ሕዙን ኮይኑ ዝነብር ሰብ ብዙሕ እዩ። ኣነ ዋጋ የብለይን፣ እከለ ዓርከይ እኮ፣ መሰታይ፣ መተዓቢተይ ኣብ ከምዚ ደረጃ በጺሑ፣ ኣነ ግን ኣብ ከምዚ ደረጃ እየ ዘለኹ እንዳበሉ ንባዕሎም ዘለዎም ዋጋ፣ ነብሶም ምፍታው ዝኣበዮም ሰባት ኣለዉ። ራብዓይ፣ ብነብሱ ዝተኣማመን ሰብ ግን ሓሳቡ ስምዒቱ ንምግላጽ ኣይፈርሕን እዩ ኣይሓፍርን እዩ ማለት እዩ። ብነብሱ ይተኣማመን እዩ። ናይ ባዕሉ ጽቡቕ ነገር ኣለዎ፣ ኣብ ካልእ ሰብ እውን ጽቡቕ ነገር ኣሎ። ስለዚ ሓሳቡን ስምዒቱን ንኽገልጽ ኣይሓፍርን እዩ ኣይፈርሕን እዩ ማለት እዩ። ስለዚ ብነብሱ ዝተኣማመን ሰብ ከምዚ ዓይነት ጌጋ ኣይፍጽምን እዩ ማለት ሓሳቡን ስምዒቱን ሓቢኡ ኣይነብርን እዩ ማለት እዩ። ሓደ ሓደ ግዜ ኣነ ኣብ መንገዲ ዝኾነ ርኢኹም ኣለኹም ኣጋጢሙኩም እንድሕር ኮይኑ ማለት እዩ ዝኾነ ሰብ ዝኾነ ጽቡቕ ነገር ገይሩ ክሓልፍ ንርኢ ኣብ መንገዲ እግረ መንገዱ ማለት እዩ ዝኾነ ዝዕንቅፍ ነገር ክረክብ ከሎ ጸግዒ የትሕዞ ወይ ኮላይ ንሓባር ዝኸውን ንሰባት ከሳማምዕ ዝኽእል ነገር እንዳገበረ ዝኸይድ ሰብ ኣሎ። እዚ ነገር እዚ ንሰብ ክጎድኦ ስለ ዝኽእል ከምዚ ክገብሮ እንዳመዓራረየ እግረ መንገዱ ንሰብ እንዳረድአ ዝኾነ ጽቡቕ ነገር እንዳገበረ ዝኸይድ ሰብ ርኢኹም ትፈልጡ ኢኹም። ኣነ ከምኡ ዓይነት ሰብ ኣብ መንገዲ ከጋጥመኒ ከሎ ኣድናቖተይ ከይገለጽኩሉ ክሓልፍ ኣይደልን እየ ማለት እዩ። ምክንያቱ ክሪኦ ከለኹ ዘመስግን ስራሕ እዩ ዝሰርሕ። ስምዒትካ ዘይምሕባእ ናይ ኮንፊደንስ ምልክት ምዃኑ ክንፈልጥ ኣለና። ኣብዚሕካ ስምዒትካ ምሕባእ ትሑት ብነብሲ ምትእምማን ዘለዎ ዝገብሮ ነገር እዩ። ስለዚ ብነብሱ ዝተኣማመን ሰብ ከምዚ ዓይነት ጌጋ ኣይፍጽምን እዩ ማለት እዩ። ካልእ ብነብሱ ዝተኣማመን ሰብ ዘይፍጽሞ ጌጋ እንታይ እዩ? ከይተሳኸዐሉ ከሎ ዝተሳኸዐሉ ምምሳል። ሓደ ሰብ ብሰብ ተቐባልነት ዝረክብ ብዝኾነ ዘብለጭልጭ ነገር ስለ ዝገበረ ኣይኮነን። ብነብሱ ዝተኣማመን ክኸውን ከሎ እዩ ብሰብ ተቐባልነት ዝረክብ ወይ ኮላይ ክሳኸዐሉ ዝኽእል። ወይ ኮላይ ዝተሳኸዐሉ መሲሉ ዝረኣ እውን ብነብሱ ኮንፊደንስ ስለ ዘለዎ እዩ ሓደ ሰብ ዝተሳኸዐሉ መሲሉ ዝረአ ምንም ነገር ዘይብሉ ሓደ ሓደ ሰብ ሪኢኹሞ ኣለኹም በቃ ርግእ ኢሉ ህድእ ኢሉ ስለ ዝነብር ሰባት እንታይ ይመስሎም ዝተሳኸዐ ህይወት ዝመርሕ ይመስሎም ሓደ ሓደ ሰባት ሓደ ሓደ ሰባት ብሰብ ዝኽበሩ ዝመስሎም ፐርፌክት መሲሎም ክረኣዩ ከለዉ እዮም ግን እሱ ይኮነ እንተ ሓቂ ብሰባት ንክበሮ ብኮንፊደንስና እዩ ማለት ምስ ጎደለና ሰባት ከኽብሩና ይኽእሉ እዮም ምስ ዘለና ጎደሎ እንድሕር ብነብስና ምትእማን ኣለና ከኽብሩና ይኽእሉ እዮም ስለዚ እዚ ጌጋ እዚ ኣይፍፅምን እዩ ከይተሳኸዐሉ ዝተሳኸዐሉ ኣይመስልን እዩ ብነብሱ ዝተኣማመን ሰብ ከምዚ ዓይነት ጌጋ ኣይፍፅምን እዩ ማለት እዩ ካልእ ብነብሱ ዝተኣማመን ሰብ ዘይፍፅሞ ጌጋ እንታይ እዩ ብባዕልኻ ምሕፋር ሓደ ሓደ ሰብ ብባዕሉ ዝሓፍር ሰብ ኣሎ ማለት እዚ እንታይ ማለት እዩ? ኩሉ ሰብ እኹል ፍልጠት ክህልዎ ኣይክእልን እዩ። ኩሉ ፍልጠት ወይ ኮላይ ኩሉ ክእለት ክህልዎ ኣይክእልን እዩ። ዝተወሰነት ክእለትን ፍልጠትን ክህልዎ ይኽእል እዩ። ኣብ ዝኾነት ነገር ስፔሻላይዝ ዝገበራ ነገር ፍልጠትን ክእለትን ክትህልዎ ትኽእል እያ። ኣብ ካልእ ነገር ከዓ ዘይክፈልጥ ይኽእል እዩ። ስለዚ ብነብሱ ዘይተኣማመን ሰብ ኩሉ ግዜ በታ ውሕድቲ ዘላቶ ፍልጠት እንዳሓፈረ እዩ ዝነብር ስለዚ እዚ ብነብሱ ዝተኣማመን ሰብ እንታይ ይገብር ማለት እዩ እታ ነገርቲኣ ኣርእዩኒ ይብል ኣርእዩኒ ይብል ሰብ እንዳሰሓቆ ሰብ እንዳቀለደሉ እታ ክሪኣ ዝደሊ ክመሃራ ዝደሊ ነገር ይኽእላ ይመሃራ ኣርእዩኒ ይብል ማለት እዩ ድሓር በሊፅዎ እውን ክኸይድ ይኽእል እዩ ነቶም ዘርኣይዎ ሰባት ማለት እዩ እዞም ዘቕረብኩልኩም ካብ ሓደ ስጋዕ ሽዱሽተ ሓደ ብነብሱ ዝተኣማመን ሰብ ዘይፍጽሞም ጌጋታት ደጊምኩም ደጋጊምኩም ስዕዎም ንዓይ ብጣዕሚ ዝጠቐሙኒ ነገራት እዮም ስለዚ ከመይ ርኢኹሞ እዚ መደብ ዘለኩም ይኹን ሓሳብ ርእይቶ ኣብ ኮሜንት ጸሓፉለይ ሓደሽቲ ዝኾንኩም ናይዚ ቻናል ተኸታተልቲ ከኣ ሰብስክራይብ ግበሩ ሰብስክራይብ ብምግባር ኣበረታትዑኒ ጠቓሚ ኮይኑ እንድሕር ረኺብኩሞ ካልኦት ሰባት ንኽከታተልዎውን ሼር ግበሩ ንዘቕረብክዎ መደብ ዘለኩም ስምዒት ላይክ ብምግባር ግለጹለይ ሓቢርኩም ምሳይ ስለ ዝጸናሕኩም ኣዝየ እየ ዘመስግን የቐንየለይ ኣብ ቀጻላይ ብኻልእ ቪድዮ ክንራኸብ ኢና ስጋብ ሽዑ ሰላምኩም